ሸውዓተ ጥቕምታት ማይ ምስታይ ኣካላት ወዲ ሰብ ዳርጋ ሱሳ ሚእታዊት ማይ ዝሓቖፈ እዩ። ኣብ መዓልቲ ሸሞንተ ብርጭቆ ማይ ክንሰቲ እዩ ዝግብኣና። ብድሕሪ እዚ ሕግዚ ብዙሕ ስነ ፍልጠት እኳ እንተዘየለ ብውሕሉል መገዲ ምቕጻል ግን ኣገዳሲ እዩ። ቀዳማይ፣ ጽዑቕ ኣካላዊ ምንቅስቓስ ንኽትገብር ይሕግዘካ። እኹል ዓቐን ማይ ከይወሰድካ ጽዑቕ ኣካላዊ ምንቅስቓስ ምግባር ንህይወትካ ኣብ ሓደጋ ክእትዎ ይኽእል እዩ፣ ብፍላይ ኣብ ብርቱዕ ሙቐት ዘለዎ ኣከባቢ ምስ እትቕመጥ። ካብ መጠን ማይ ኣካላት ክልተ ሚእታዊት ጥራይ እንተ ስኢንካ ዲሃይድረይትድ ክትከውን ትኽእል ኢኻ። ይኹን እምበር ተወዳደርቲ ብርሃጽ ኣቢሎም ክብደቶም ካብ ሽዱሽተ ክሳብ ዓሰርተ ሚእታዊት ይንኪ እዩ። እኹል ዓቐን ማይ ዘይምውሳድ ሙቐት ሰብነትካ ክቕየር ከምኡ'ውን ድኻም ኣካላትካ ከም ዝውስኽ ክገብር ይኽእል እዩ። እኹል ዓቐን ማይ ምስታይ ኣብ ጽዑቕ ኣካላዊ ምንቅስቓስ ከጋጥም ንዝኽእል ናይ ኦክስጅን ውጥረት ክንኪ ይኽእል እዩ። ካልኣይ፣ ንጸዓትን ንኣሰራርሓ ሓንጎልን ኣጸቢቑ ይጸልዎ። ኣእምሮኻ በቲ ትወስዶ ናይ ማይ ዓቕን ኣጸቢቑ ይጽሎ እዩ። መጽናዕትታት ከም ዝሕብሮ፣ ከም ምንካይ ክብደት ሰብነት ዝኣመሰለ ፎኪሰ ረሲዒነት እውን እንተኾነ ንብዙሕ መዳያት ዕዮ ሓንጎል ከዳኽሞ ይኽእል እዩ። ኣብ መንእሰያት ደቂ ኣንስትዮ እተገብረ መጽናዕቲ ከም ዝሕብሮ፣ ድሕሪ ምውስዋስ ኣካላት፣ ሓደ ነጥቢ ኣርባዕተ ሚእታዊት ዝኸውን ፈሳሲ ንጠባይን ንኣቃልቦን የዳኽሞ እዩ። ብዘይካዚ፣ ንተዳጋጋሚ ሕማም ርእሲ፣ ሽድሸ ትውክልቲ እትገብረሉ ምንጪ እውን ወሲኹሉ እዩ። ብዙሓት ኣባላት እዛ ጕጅለ እዚኣ ኣብ መንእሰያት ተመሳሳሊ መጽናዕቲ ገይሮም እዮም። ሓደ ነጥቢ ሽዱሽተ ሚእታዊት ፈሳሲ ምጥፍኡ ንናይ ምዝካር ክእለት ጐዳኢ ከምኡውን ጭንቀት ድኻምን ከም ዝውስኽ ተገንዚቦም እዮም። ሓደ ሱሳን ሸሞንተን ኪሎ ግራም ዝኽብደቱ ሰብ ካብ ሓደ ክሳብ ሰለስተ ሚእታዊት ዝንኪ ፈሳሲ ምስ ዜሮ ነጥቢ ሓሙሽተ ክሳብ ኣርባዕተ ነጥቢ ክልተ ኪሎ ግራም ክብደት ሰብነት ክመዓራረር ይኽእል እዩ። ምውስዋስ ኣካላት ኣብ ዚግበረሉ እዋን ወይ ብርቱዕ ሙቐት ይትረፍዶ ኣብ መዓልታዊ ንጥፈታትካ እውን ከይተረፈ እዚ ብቐሊል ኪፍጸም ይኽእል እዩ። ብዙሕ ካልእ መጽናዕትታት ከም ዚሕብሮ፣ ካብ ቈልዑ ክሳብ ብዕድመ ዝደፍኡ ሰባት ዝተገብረ መጽናዕቲ ከም ዚሕብሮ፣ ፈኲስ ረሲዕነት ንጠባይን ምዝካርን ንኣሰራርሓ ሓንጎል ከዳኽሞ ይኽእል እዩ። ፈኲስ ረሲዕነት ካብ ሓደ ክሳብ ሰለስተ ሚእታዊት መጠን ጸዓት ከዳኽም፣ ጠባይ ከዳኽም ከምኡውን ናይ ምዝካርን፣ ናይ ሓንጎልና ኣሰራርሓ ኣጸቢቑ ክንክይ ይኽእል እዩ። ሳልሳይ፣ ሕማም ርእሲ ንምክልኻልን ንምሕካምን ክሕግዝ ይኽእል። እኹል ዓቐን ማይ ዘይምውሳድ ንገሊኦም ውልቀሰባት ሕማም ርእስን ማግሬንን ከስዕብ ይኽእል እዩ። መጽናዕትታት ከም ዝሕብርዎ፣ ሕማም ርእሲ ሓደ ካብቲ ልሙድ ምልክታት ረሲዕነት እዩ። ንኣብነት፣ ኣብ ሰለስተ ሚእትን ቴስዓን ሰለስተን ሰባት እተገብረ መጽናዕቲ ከም ዝሕብሮ፣ ኣርብዓ ሚእታዊት ካብቶም ተሳተፍቲ ብሰንኪ ረሲዕነት ርእሶም ይሳቐዩ እዮም። ኣብ ርእሲ እዚ እውን ገሊኡ መጽናዕትታት ከም ዝሕብሮ፣ እኹል ዓቐን ማይ ምስታይ ብተደጋጋሚ ብሕማም ርእሲ ንዝሳቐዩ ሰባት ካብ ሕማም ርእሲ ከናግፎም ይኽእል እዩ። ኣብ ሚእትን ክልተን ሰብኡት እተገብረ መጽናዕቲ ከም ዝሕብሮ፣ ኣብ መዓልቲ ተወሳኺ ሓደ ነጥቢ ሓሙሽተ ሊትሮ ማይ ምስታይ ካብ ሕማም ርእሲ ከም ዘሕውዮም ተገሊጹ። ኣብ ርእሲ እዚ እውን ኣርብዓን ሸውዓተን ሚእታዊት ካብቶም ዝያዳ ማይ ዝሰትዩ ሰብኡት ሕማም ርእሲ ከም እተመሓየሸ ገሊጾም። ይኹን እምበር፣ ኵሉ መጽናዕትታት ኣይኰነን። ምስዚ ሓሳብ ዝሰማማዕ ተመራመርቲ ከኣ ብሉጽ መጽናዕቲ ስለ ዘይህሉ እናወሰኸ ዝኸይድ ዘሎ ማይ ምርካብ ምልክታት ሕማም ርእሲ ንምምሕያሽን ንተደጋጋሚ ሕማም ርእሲ ንምንካይን ብኸመይ ከም ዝሕግዝ ንምርግጋጽ ዝያዳ ምርምር ከም ዘድሊ ደምዲሞም እዮም። ማይ ምስታይ ሕማም ርእሲ ንምንካይ ዝሕግዝ ይኽእል፣ ይኹን እምበር ነዚ ጥቕሚ እዚ ንምርግጋጽ ብሉጽ ምርምር ምግባር የድሊ። ራብዓይ፣ ካብ ድርቀት ይከላኸል። ምጭባጥ ብተደጋጋሚ ናይ ኣምዑት ምንቅስቓሳት ዘሸግረካ ልሙድ ጸገም እዩ። ትሑት መጠን ማይ ንመንእሰያትን ብዕድመ ዝደፍኡን ሰባት ኣብ ሓደጋ ዘእቱ እዩ ዝመስል፣ ብፍላይ ማዕድናት ዘለዎ ማይ ምጥቃም ነቶም በዚ ሕማም ዝሳቐዩ ሰባት ፍቱን መድሃኒት እዩ። መጽናዕትታት ከም ዝሕብሮ፣ እቲ ማግኔዝዩምን ሶድዩምን ብብዝሒ ዝርከቦም ማዕድናት ንምንቅስቓስ ኣምዑት የመሓይሾ እዩ። ሓሙሻይ፣ ኣእማን ኩሊት ንምሕካም ክሕግዝ ይኽእል እዩ። ኣእማን ኩሊት ኣብ ስርዓተ ሽንቲ ዝፍጠር ዘሳቒ ክሪስታል እዩ። እቲ ልሙድ ዓይነት ኣእማን ኩሊት እዩ። እዚ ኣእማን እዚ ኣብ ኩሊት እዩ ዝፍጠር። ማይ ምውሳድ ነቶም ኣቐዲሞም ኣእማን ኩሊት ዝርከቡ ሰባት ንኸይድግሶም ዝሕግዞም ከም ዝኽእል ዝሕብር ብዙሕ መርትዖታት ዋላ እኳ እንተዘየለ፣ ዝለዓለ ፈሳሲ ምውሳድ ግን መጠን ሽንቲ ኣብ ኮላሊት ከም ዝሓልፍ እዩ ዝገብር። እዚ ኸኣ ንኣቓልቦ ማዕድናት ስለ ዘዳኽሞ ክሪስታል ናይ ምርካብ ናይ ምጭባጥን ኣጋጣሚ ይንኪ። እኹል ዓቐን ማይ ምስታይ ካብ ጸጸር ኮሊት ክከላኸለልና ይኽእል እዩ። ሻዱሻይ፣ ሃለዋትካ ወይ ባላንስካ ክትሕሉ ይሕግዝ። ኣልኮላዊ መስተ ምስ ሰተኹ ንዝረኣ ባህ ዘይብል ምልክታት እዩ ዘመልክት። ኣልኮላዊ መስተ ምስታይ ልዑል ዓቐን ማይ ናይ ኣካላትካ ከም ትስእን ስለ ዝገብረካ፣ ዲሃይድረይትድ ከም ትኸውን ይገብረካ። እኹል ዓቐን ማይ ዘይምውሳድ ቀንዲ ጠንቂ ረሲዕነት እኳ እንተዘይኮነ፣ ከም ጽምእን ድኻምን፣ ሕማም ርእስን ንቑጽ ኣፍን ዝኣመሰለ ምልክታት ግን ከስዕብ ይኽእል እዩ። ነቲ መስተ ምስ ሰተኻ እትኸስሮ ማይ ንምዕቃብ፣ ቅድሚ ምድቃስካ እንተ ወሓደ ሓደ ዓቢ ብርጭቆ ማይ ክትሰቲ ኣለካ። እዚ ሕማም እዚ ብኸፊሉ ብሰንኪ ረሲዕነት እዩ ዝመጽእ። እኹል ማይ ምስታይ ከኣ ቀንዲ ምልክታት ሕማም ምንቕናቕ ክንክዮ ይኽእል እዩ። ሻውዓይ፣ ክብደት ክንኪ ይኽእል እዩ። እኹል ማይ ምስታይ ክብደትካ ንኽትንኪ ክሕግዘካ ይኽእል እዩ። ከምኡ ዝኾነሉ ምኽንያት ማይ ንህድኣትካ ክውስኾን እቲ ትውሕጦ መግቢ ክውስኸሉን ስለ ዝኽእል እዩ። ገሊኡ መርትዖታት ከም ዝሕብሮ ምውሳኽ ማይ ነቲ እትውሕጦ መግቢ ቅሩብ ብምውሳኽ ክብደትካ ክንኪ ይኽእል እዩ። እዚ ኸኣ ነቲ በብመዓልቱ እተንድዶ ካሎሪ ክውስኾ ይኽእል እዩ። ብ ክልተ ሽሕን ዓሰርተ ሰለስተን ካብ ሓምሳ። ካብ መጠን ላዕል ክብደት ዘለዎም መንእሰያት እተገብረ መጽናዕቲ ከም ዝሕብሮ፣ ቅድሚ መግቢ ን ሸሞንተ ሰሙን ኣብ መዓልቲ ሰለስተ ሳዕ ተወሳኺ ሓሙሽተ ሚእቲ ሚሊ ሊትር ማይ ምስታይ ምስቲ ቅድሚ መጽናዕቲ ዝዓቀንዎ መለክዒታት ክነጻጸር ከሎ ክብደት ሰብነትን ስብሕን ኣመና ነክዩ እዩ። መዓስ ግዜ ማይ ንሰቲ እውን ኣገዳሲ ነገር እዩ። ቅድሚ ምምጋብና ፍርቂ ሰዓት ማይ ምስታይ ኣዝዩ ውጽኢታዊ እዩ። ዝወሓደ ካሎሪ ከም እትበልዕን ዝያዳ ከም ትጸግብ ኪገብረካ ይኽእል እዩ። ኣብ ሓደ መጽናዕቲ፣ እቶም መግቢ ቅድሚ ምብላዕ ፍርቂ ሊትሮ ማይ ዝሰትዩ ሰባት ኣብ ውሽጢ ዓሰርተ ክልተ ሰሙን ካብቶም ቅድሚ መግቢ ማይ ዘይሰትዩ ብ ኣርብዓን ኣርባዕተን ሚእታዊት ክብደቶም ይንኪ። ስለዚ ብዝተኻእለና መጠን እንተወሓደ ካብ ሓደ ክሳብ ክልተ ሊትሮ ማይ ክንሰቲ ኣለና። እምበኣርከስ ክቡራት ተኸታተልትና ንሎሚ ቀሪብናዮ ዝነበርና መደብ ነዚ ይመስል። ኣብ ዝመጽእ ብኻልእ ትሕዝቶ ክሳብ ንራኸብ፣